መብዛሕትና ደቂ ኣንስትዮ ካባይ ጀሚርካ ከምዚ ብዙሕ ሰለብሬት ምግባር ንፈቱ ኢና በርዝደይ ይኹን ገዓት ድዩ ፓርቲ ቅድሚ መርዓ ድዩ ገለ ንእግረ መገደይ ክነግረክን ኣብ ኤርትራሲ መርዓ ንገብር ኔርና ቅድሚ ሕጂ ምሽ ምርዓው ኣማሓሽትና ገለ ከምዚ ፓርቲ ናይ ኣዋልድ ድበሃል ኣሎ ሕጂ ደስ ዝብለካ እንታይ እስከ ቅድሚ መርዓ ምግባር ኣታ ጓል ፓርቲ ትገብሮ ኣቑሑት ተምጻላ ኣንሶላ ድዩ ናይ ገዛ ቢኪሪ ድዩ ኣቁሑት ቡንዲ ገለ ኩሉ ሒዝካላ ትመጽእ ኣብ ስደት እኮ ብዙሕ ኣይራእኩን እንተ ትፈልጦኦ ትፈልጣ እንተ ደይ ትፈልጣ ከኣ ንኣብነት እንድሕር ደኣ ቅድሚ መርዓ ገዓዲ ገለ ክቅይር ናቲ ክስታይ ኣምጽናዮ እንተ ለና ንእግረ መገደይ ክሕብረክን ጥራሕ ከኣ ኣይክየድን'ዩ መሓዛካ እንድሕር ከምኡ ገይራላ ከምዚ ቅድሚ መርዓ ትገብሮ ሰለብረሽን ዝኮነ ዝኮነ ሒዝካ ኢዩ ዝክየድ ማለት ኢዩ እቲ ቀንዲ ምክንያት ኣብ ዓድና ዝነበረ ንሱ ኢዩ እዚ ናይ ስደት ከኣ እታ ዝጸልኣያ ዝበልኩክን እዛ ቤቢ ሻወር ዘይቅበላ ምኽንያት ቀንዲ እንታይ ኣመሲልክም ሓንቲ ጓል ኣንስተይቲ እንድሕር ጠኒሳ ትሓልፎ ዘበለ መሰናኽላት ብዙሕ ሽግር ኣሎ እዩ እዚ ድማ ማንም ጓል ኣንስተይቲ ትፈልጦ እያ ክሳብ እታ ትሓርስ እታ ጓል ኣንስተይቲ ከማንሲ ስድራናስ ኣለዋ እዘን ኣዴታትናስ ጥንስትሲ በቃ ኣብ ዝኾነ ቦታስ ኣይትኸይድና ጎንፊ ኣለዎ ዶ ገለ ዶ ገለ ይበሃል ነይሩ እዩ ቀደም ትፈልጥ እየ እንታይ ንማለት እዩ ሕጂ ኣብ ሶሻል ሚድያ ዓሰርተ ሻዕ ጥንስቲ እንድሕር ኮንካ ክትሰኣለሉ መዘከርታ ኮነካ ምስ ሰብኣይካ ድዩ ምስ ደቅካ ድዩ ገለ ደስ እብለካ እዩ እዚ ፕራይቨት ናትካ ናይ ገዛካ ማለት እዩ ግን ረእዩለይ ስምዑለይ ጠኒሰ ኣለኩ ቤቢ ሻወር ጌረ ኣለኩ ቤቢ ሻወር ጥንስቲ ተኮንካ እንድሕ እባ ጥንሲ የለን ሾሻል ሚድያ ተጠቀምቲ እንድሕር ኮይና ፍለጥ እዩ ጥንስካ ወላ ሓንቲ ኢትስ ኦኬ ግን ቤቢ ሻወር እንዳገበርካ ረእዩለይ ስምዑለይ ኢልካ ንኩሉ ሰብ ኣብ ሾሻል ሚድያ ምፍላጥ ኣገዳሲ ኣይኮነን እቲ ቤቢ ሻወር ምግባር እውን ኣገዳሲ ኣይኮነን ምንታይ ኣምላኽ ኣይ በቃ ኣይፍቀዶ ሕማቅ ኣየጋጥም እንበር እዚ ኩሉ ስእልን ገለን ገባቢርካ ጽባሕ ንግሆ ውላድካ ምስ ሓረስካ ዝኮነ ነገር ከጋጥም ይክእል ናይ ሕክምና ቴክኒክ ድዩ ናይ ጥዕና ጸገም ድዩ ገለ ድዩ መቸም ቆልዓ ክውድኣክን ይክእል ካለ ክእል እዚ ኩሉ ፊጽፊጽ ድነበረ ኣብ ርእስክን ስምብራት ደይሃስስ ስምብራት ክገድፈልክን እዩ ተረዲእክን ስለዚ እንድሕር ኪኢልክን እቲ ትደልዮ ቤቢ ሻወር ማለት እዩ ምስ ሓረስክን እፍይ ምስ በልክን ኣምላክ ውላድክን ምስ ሐቆፈክን ብሰላም እገላገል ኢልካ ማለት እዩ ኣብ ገዛካ እንተ ጋዓተን ጌረን ድየን መሓዙትካ ሻርባካ ጌርካ ድያ ጋባካ ኣጊርካ ዶ ክቅበላካ ጽቡቅ እዩ እየ ዝብል ካብኡ ሓለፈ ካኣ ኣለክን ካኣ እዘን ገለ ገለ ቀደም ድጌርክንኦ ደይ ትፈልጣ ቤቢ ሻወር ከምዚ ድሕር ክንደይ ዓመት ዘኪርካስ ቤቢ ሻወር ኢልካ ምግባር ሓሙሽተ ሽዱሽተ ቆልዑ ምስ ወለድካ እዚኣ ካኣ ነውሪ እያ እዚኣ ካኣ ኣይትቅበላን እየ እዚኣ ካኣ ኣይትበላ ትጠቅመክን እያ ቤቢ ሻወር እንድሕር ጌርክን ሕብኦ ዋላ ምስ ሓረስክን ተደለክን ፖስት ትብልኦ ተደይ ኮይኑ ክገድኣክን ስለ ዝክእል ቤቢ ሻወር ኣብ ሾሻል ሜድያ ኣብ ሜድያ ኣብ ዝኮነ ነገር ኣይተውጽኦ እንድሕር ጌርክንኦ ምስ ሓረስክን ተደሊክን ድሌት እንተለክን ሚሒር ከምኡ ፖስት ክትብልኦ ጽቡቅ እየ ዝብል ካብኡ ሓለፈ ግን ንኣምላክካ እንዳ ጸለካ ስጋብ ትሓርስ ውላድካ ምስ ሓቆፍካ ተመስገን እልካ ናይ ምስጋናካ ግዜ ተውጻሉ ቆልዓ ጽቡቅ እዩ ስለዚ ኣነ ቤቢ ሻወር ስለ ዘይፈቱ ከይትዕድማ ንጽቡቃት እየ ክብል ዝክእል።